ዝጋነን ኮንፊደንስ እኳ የብለይን። ብኢንስታግራም ንፍቕሪ ዝሓተተኪ ኣሎ ዶ እሞ እንታይ ኢልኪኸ ትምልስሎም ኦኬ

ላይክ ኮመንት ሳብስክራይብ ሸር ምግባርካ ኣይንሕመቕ ነዚ ብቲፎዜ ተዋሂብኒ ዘሎ ሕቶታት ከዓ ንክምልስ ዓቕሚ ሃበኒ ዮዲት እስከ መን ኢኺ ንሰዓብትኸ እንታይ ኢልኪ መላለኽዮም ኦኬ ሙሉእ ሽመይ ዮዲት በየነ እበሃል ኣብ ከተማ መንደፈራኻ ተወሊደ ዓብየ ዮዲት ነዋሕ ኢኺ መስለኒ ክንደይ እዩ ቁመትኪ? ቁመተይ ሜትሮን ሰብዓን እየ። ሞዴሊንግ ከመይ ኢኺ? ተሳቲፍኪ ትፈልጢ ዶ? ኦኬ ተሳቲፈ እኮ ይፈልጥ እኔ። ግን ፈትየ ሞዴሊን ግበር እንተትበሃሊ ብዘመናዊ ዶ ዋላስ ብባህላዊ ኣከዳድና ምመረፅኪ? ኦኬ ክልቲኡ ፅቡቕ እዩ ግን ዝያዳ ኣነ ማለት እዩ ከም ዮዲት ብባህላዊ ምመረፅኩ ማለት እዩ። ዮዲት ቆማት ግርማዊት ብፍላይ ናይ ሓበሻ ክዳን ጌርኪ ኣብ ኢንስታግራምኪ ዘላ ተሕመኒ ስእሊ እያ። ሓደ ኣፍቃሪኺ ክኸውን ዘለዎ እንታይ እንታይ ከማልእ ኣለዎ? ቁመቱኸ? ኦኬ መጀመርታ ፍርሃት እግዚኣብሔር ክህልዎ ኣለዎ። ፍርሃት እግዚኣብሔር ተልዩ ኩሉ ክመጽእ ማለት እዩ። ቁመቱ ከዓ ካባይ ቁሩብ ንውሕ ዝብል ክኸውን ኣለዎ። ምውሳእ ከመይ ጀሚርክዮ? ቀዳመይቲ ፊልምኽኸ እንታይ ነይራ? ቀዳመይቲ ክፍሊትክኸ ክንደይ ነይራ? ምውሳእ እኮ ብሃንደበት እየ ጀሚረዮ። እታ ቀዳመይቲ ፊልምኺ እንታይ ነይራ ኸኣ? ካምብያ ናይ መጀመርታ ፊልመይ ነይራ። ቀዳመይቲ ክፍሊተይ ከኣ ከምቲ ጀማሪትሲ መቸም ጽቡቕ ተኸፊለ። ምውሳእ ከመይ ረኺብክዮ? እንታይ እዩ ከ ዘኽብዶ? ተዋሲእ ክትዋስእ ከ ሓሲብክዮ ትፈልጢ ዶ? ምውሳእ ጽቡቕ ብጣዕሚ ጽቡቕ ማለት ኩሉ ኣሎ ብምውሳእ ሰባት ትላለ ኢኻ ሰሓቕ ኣሎ ገለ ኩሉ ብጣዕሚ ጽቡቕ ረኺበ እንታይ እዩ ከ ዘኽብዶ ንዓይ ከም ዮዲት ማለት ጀማሪት ቁሩብ ኣክቲን ገለ ኣሎ ኣብኡ ከብደኒ ነይሩ ማለት እዩ ክትዋስእኸ ሓሲብክዮ ትፈልጢ ዶ? ክዋሳእ ግን ሓሲበ ኣይፈልጥን እየ ነይረ ሃንደበተይ ጀሚረ። ብንእሽተኺ ከለኺ እንታይ ክትኮኒ ትደሊ ነይርኪ? ፅቡቅ ሕቶይ ብንእሽተና ከለና ከምቲ ኩላትና ፃ- ቆልዑ ከለና ንምነዮ ዝነበርና ፓይሎት፣ ዶክተር፣ መቸም ከምኡ እብል ነይረ ግን ኣነ ስፖርት ብጣዕሚ እየ ዝፈቱ ብንእሽተይ ከለኹ ከዓ ስፖርታዊት እየ ነይረ ብፍላይ ኩዕሶ እግሪ ማለት እዩ ዮዲት ኣዝየ ክትፈትዩ ዓመተ ምህረት መዓስ ነይራ ንምንታይ ከ ብጣዕሚ ዝፈትዎ ዓመተ ምህረት 218 እያ ስለምንታይ ከዓ ምስ ዝፈትዎ ዓብ ሓወይ ድሕሪ 18 ዓመት ከምኡ እውን ምስ ኣደይ ስለ ዘራኸበትኒ ማለት እዩ እትጸልእያ ዓመተ ምህረት ከ ንምንታይ? ብጸላ ዓመተ ምህረት እሞ ከምቲ ነዚ ዓመት እዚኣ መቸም ኩሉ ሰብ ይፈትዋ እዩ ዝብል ሰብ ኣሎ ኢለ ኣይሓስብን እንዴ ክልተ ሽሕን ዕስራን እያ በዚ ዝረኣናዮ ማለት እዩ ኮረና ብዙሕ ነገራት ተዓዚብና ኢና ኣብዚ ዓመት እዚኣ ብጣዕሚ እየ ዝጸልኣ ኣድነቅትኺ ብዙሓት ኢና ብፍላይ ድማ ኣብ ኢንስታግራም ብኢንስታግራም ንፍቅሪ ዝሓተተኪ ኣሎ ዶ እሞ እንታይ ኢልክኸ ትምልስሎም ኦኬ ኣለዉ እንታይ ኢለ ምልሰሎም ግን ባዕሎም ፈልጥዎ እዮም ናፃ ምርጫ እንተዝወሃበኪ ምስ መን ክትዋስኢ ትምነይ ንምንታይ ምስ ቴድሮስ ብርሃነ ብጣዕሚ እየ ዝፈትዋ እተድንቕዮም ተዋሳእቲ ሃገርና ሓንቲ ጓል ሓንቲ ወዲ ጠቐሲ ኦኬ ንሙሎም ተዋሳእቲ ሃገርና ብጣዕሚ እየ ዘድንቖም ብጣዕሚ እየ ዘኽብሮም ሓንቲ ካብ ኮነ ግን ካብ ኣዋልድ ሲዶና ብጣዕሚ እየ ዝፈትዋ ብጣዕሚ እየ ካብ ዘድንቓ ከምኡ እውን ንቴድሮስ ብርሃን ካብ ወዳት ኣብ ምውሳእ ንስኺ እትፈትዮ ገፀ ባህሪ ሰለስተ ጥቐሲ። ኦኬ ጨካን፣ ዕዋላ፣ ምስኪን እዘን ሰለስቲኤን ብጣዕሚ ዝፈትወን ካራክተር እየን ማለት እዩ። እዋይ እዛ ጓል ኮንፊደንስ ዘለዋ ኣብ ኮመንት ትብል ኣንቢበ ሓቂ ድዩ ከመይ ኢኺ ድጋንን ኮንፊደንስ የብለይን ግን ዓቕሚ ነብሲ ኣለኒ ማለት እዩ ናፃ ምርጫ ባንን ፋንታን ዶ ወይስ ቅጫን ፀባን ቅጫን ፀባን ሞዴሊንግ ዶ ዋላስ ኣክቲንግ? ሞዴሊንግ ኣይፈተንክዎን ኣክቲንግ እየ ክመርፅ። ኣብ ቀፃሊ እንታይ ናይ ምዃን ድሌት ኣለኪ እትምነዮ? ዝምነዮ ማለት እዩ ካብዚ ዘለኹዎ ከይወፃእኹ ማለት እዩ ኣብ ኣክቲንግ ኣብቲ ናይ ምውፃእ ነገር ዳይሬክት ምግባር ብጣዕሚ እየ ዝፈቱ ዳይሬክት ክገብር ደራሲት ክኸውን ማለት እዩ ኦኬ ዘስሕቐኪ ነገር ርኢኽዮ ዘስሕቐኪ ኮሜድያን ፅቡቕታት እያ ክሳብ ሕጂ እኮ ምስ ሓደ ኮሜድያን ብኣካል ተራኺበ ዶ ኣለኹ ንሱ ከዓ መርሃውን ብጣዕሚ ዘስሕቐኒ ሕጂ ሚእቲ ዶላር እንተንበኪ እታ ቀዳመይቲ ገዛኺ ኣቲ ክትገብርያ ነገር እንታይ እያ? ኦኬ ማይ ምስተይ ብጣዕሚ እየ ዝፈቱ ማይ ምገዛእኹ ኢላ ምሓሰብኩ ማለት እዩ። ሓሻሽት ዲኺ ዝበዝሐ ገንዘብኪ ኣብ ምንታይ ተጥፍእዮ? ኦኬ ሓሻሽት እኮ ኣይኮንኩን ግን እቲ ንዓይ ይጠቕመኒ እዩ ዝብሎ ነገራት ኣብ ከምኡ መጥፋእክዎ ማለት እዩ ገንዘበይ ኣብ ሂወትኪ ጸላዊ ሰብ መን እዩ ኣብ ሂወተይ ጸላዊ ሰብ ንዓይ ኣደ እያ ምክንያቱ ካብ ብንእሽተይ ክሳብ ዝሕጂ ደረጃ ዘብጽሓትኒ ንሳ ኣደ እያ ጸላዊት ንዓይ ዝ- ኣብ ሂወትኪ ካብ ዝተምሃርክዮም ንመዛኑኺ እንታይ ክትብልዮም ትደልዪ ጽቡቃተይ ኣብ ሂወተይ ካብ ዝተማሃርክዎ በቃ ፍቅሪ ክህሉ ኣለዎ ሰላም በቃ ፍቅርን ሰላምን ብፍላይ ኣባና ኣብቶም መንእሰያት ማለት እዩ ናጻ ትኬት ናብ ሓንቲ ደሴት ሆቴል ዘለዋ ንሰለስተ መዓልቲ ተዝፍቀደኪ ንመን ሒዝኪ ምኸድኪ ነቦይ ነደይ ንዕኦም ሒዘ ምኸድኩ ኦኬ ኣብ መወዳእታ ክትብልዮ ትደሊ ነገር ኦኬ በዚ ኣጋጣሚ እዚ ንሰሰን ኢንተርቴንመንት ከመስግነኩም ፈቱ ርሑስ ሓዱሽ ዓመትን በዓል ልደትን ከዓ ዓመተ ሰላም ዓመተ ራህዋ ዓመተ ፍቕሪ ዓመተ ብልፅግና ክትኮነልና ምነ ካብዚ ዝሓለፈት ዓመት ፈጣር ብምሕረቱ ሪኡ እዛ ዓመት እዚኣ መባልዕትና ዓመት ትግበራ ማለት እዩ ርሑስ ሓድሽ ዓመትን በዓል ልደትን ቴንኪዩ